ይሽገሩ ይሽገራ እየን እወ ምክንያቱ እቲ ምርጫ ቀሊል ምርጫ ኣይኮነን ናይ ሂወትካ ምሉእ ውሳነ ስለ ዝኾነ እሞ ትሽገሪ ትሽገር እንተለኻ ነቲ ሽግር መፍትሒ እንታይ መፍትሒኡ ሎማንቲ ሒዘ መፅ ኣለኹ ድልው ዲኻ ድልው ዲኺ እወ እቲ መፍትሒ ቃል እግዚኣብሄር እዩ ኣብ ኦሪት ዘፍጥረት ኣብ ምዕራፍ ዕስራን ኣርባዕተን ዝተፈተነ መድሃኒት መማረፅትኻ ኣምላኽ ክህበካ ኣምላኽ ክህበኪ ክትገብርዮ ክትገብሮ ዘለካ ዘለኪ ምኽሪ ካብ እግዚኣብሔር ሓቢርና ነንብብ እቲ ድምፂ ከምዚ ይብል እቲ ካብ ቤት ኣቦይን ካብታ ዝተወለድኩላ ሃገርን ዘውጽኣኒ ነዛ ምድሪ እዚኣ ንዘርእኻ ክህባየ ኢሉ እተዛረበንን ዝመሓላለየን እግዚኣብሔር ኣምላኽ ሰማይ ንሱ መልኣኽ ቀቅድመኻ ክልእኽ እዩ ካብኡ ድማ ንወደይ ሰበይቲ ክተምጽኣሉ ኢኻ እቲ ግዙእ ከዓ ካብ ኣግማል ጎይትኡ ዓሰርተ ገመል ወሲዱ ካብ ኩሉ ዘዝጸበቐ ህያባት ናይ ጎይትኡ ሒዙ ተበገሰ ናብ መሰጶታምያ ናብ ከተማ ናሆር ድማ ኸደ። ኣጋ ምሸት በታ ኣዋልድ ማይ ዝወርዳላ ግዜ ኸኣ ኣብ ወጻኢ ከተማ ኣብ ጥቓ ዔላ ማይ ነተን ኣግማል ኣብረኾን። ኦ እግዚኣብሄር ኣምላኽ ጐይታይ ኣብርሃም ሎሚ ኮታ ጋባግበለይ ንጐይታይ ኣብርሃም ከኣ ምሕረት ግበረሉ። እንሆ ኣነ ኣብ ጥቓ እዛ ዓይኒ ማይ ደው ኢለ ኣለኹ፣ ኣዋልድ እዛ ኸተማ ማይ ክወርዳ ይመጻ ኣለዋ፣ እንሆ ኸኣ ማይ ክሰቲ በጃኺ ዕትሮኺ ትሕት ኣቢልክዮ ምስ ኣስትይኒ ዝብላ ንሳ ድማ ንዓኻ ይኹን ነግማልካ ከስተየን እየ እትብለኒ ንሳ ንይሳቅ ባሪኻ ዝመደብካያ ትኹን ንጎይታይ ምሕረት ከም ዝገበርካሉ ኸኣ በዚ ክፈልጥ እየ እናበለ ጸለየ። ገና ጸሎት ኸይወደእ ድማ እነሆ ርብቃ ዕትሮኣ ኣብ መንኩባ ጸይራ ወጸት። ንሳ ጓል ባትኤል ወዲ ሜልካ ሰበይቱ ናሆር ሓው ኣብርሃም እያ። እታ ጓል ኣዝያ ውቅብቲ ሰብኣይ ዘይቀረባ ድንግል ነበረት። ናብቲ ዓይኒ ማይ ወሪዳ ኸኣ ዕትሮኣ መሊኣ ደየበት። እቲ ግዙእ ድማ ጎዩ ተቐባቢሉ ካብ ዕትሮ ክግዳ ሒደት ማይ ኣስትየኒ በላ። ንሳ ጎይታይ ስተ ቀልጢፋ ዕትራኣ ድማ ኣውሪዳ ኣስተየቶ። ማይ ምስ ኣስተየ ድማ ነግማልካ እውን ክሳብ ዝኣኽለን ክሰትያ ክቐድሓለን እየ በለቶ። ቀልጢፋ ከኣ ዕትራኣ ናብ ጋብላ ኣዕሪቓ ማይ ክትቀድሕ መሊሳ ናብ ዒላ ጎየየት። ንኹለን ኣግማሉ ከኣ ቀድሓትለን። እቲ ሰብኣይ ድማ እግዚኣብሄር መንገዱ ኣቕኒዕሉ እንተኾነ ወይስ እንተዘይኮነ ክፈልጥ ስቕ ኢሉ ኣተኲሩ ይጥምታ ነበረ። እተን ኣግማል ሰትየን ምስ ኣእከላ፣ እቲ ሰብኣይ ሓሙሽተ ፈረቓ ግራም ዝሚዛኑ ቀሌቤት ወርቂ ኣብ ኣፍንጫኣ፣ ሚእትን ዓሰርተን ግራም ዝሚዛኑ ክልተ ኣምባር ደብ ወርቂ ድማ ኣብ ኣእዳዋ ገበረላ። ጓል መን ኢኺ በጃኺ ንገርኒ፣ ኣብ ቤት ኣቦኺኸ እንሓድረሉ ስፍራ ኣሎ ድዩ? እናበለ ሓተታ። ንሳ ኸኣ ኣነ ጓል ቤቱኤል'የ፣ ቤቱኤል ከኣ ሚልካ ካብ ናሆር ዝወለደቶ እዩ ኢላ መለሰትሉ። ኣስዒባ ከኣ ብዙሕ ሓሰርን ድርቋን ንመሕደሪ ድማ ስፍራ ኣሎና በለቶ። እቲ ሰብኣይ ድማ ፍግም ኢሉ ንእግዚኣብሄር ሰገደ። እቲ ምሕረቱን ንእግዚኣብሄር እቲ ምሕረቱን እምነቱን ካብ ጎይታይ ዘይቋረጸ እግዚኣብሄር ኣምላኽ ጎይታይ ኣብርሃም ይመስገን ንኣይ ከኣ እግዚኣብሄር ናብ ቤት ኣሕዋት ጎይታይ መርሓኒ እውን በለ። እታ ጓል ከኣ ናብ ቤት ኣቦኣ ጎየየት። በቲ ዝኾነ ነገር ከኣ ነገረት። ርብቃ ላማ ዝስሙ ሓው ነበራ። ብጉያ ወጺኡ ድማ ናብቲ ሰብኣይ ናብቲ ዓይኒ ማይ ከደ። ነቲ ኣብ ኣፍንጫ ዝነበረ ቀለቤትን ኣብ ኢዱ ሓብቱ ዝነበረ ኣምባርን ምስ ረኣየ፣ ርብቃ ሓብቱ ድማ እቲ ሰብኣይ ከምዚ ኢሉ ተዛሪቡኒ ክትብል ምስ ሰምዐ ናብቲ ሰብኣይ መጸ። እቲ ሰብኣይ ከኣ ምስተን ኣግማል ኣብ ጥቓ እቲ ዔላ ደው ኢሉ ነበረ። ኣንታ ናይ እግዚኣብሔር ብሩኽ ንዓ ንምንታይ ኣብ ግዳም ደው እትብል ንኣኻ ቤት ነግማልካ ከኣ ሰፈር ኣዳልየልካ ኣለኹ በሎ ሽዑ እቲ ሰብኣይ ናብ ቤት ኣተወ ላባ ድማ ነተን ኣግማል ኣራገፈን ሓሰርን ድርቋን ከኣ ሃበን እቲ ሰብኣይን እቶም ምስኡ ዝነበሩ ሰባትን ኣእጋሮም ምእንቲ ክሕጸቡ ማይ ሃቦም መብልዕ ድማ ኣብ ቅድሚኡ ተቐረበ ንሱ ግና ጉዳየይ ከይነገርኩስ ኣይበልዕን በለ ላባ ኸኣ ተዛረብ ድማ በሎ። ንሱ ድማ ኣነ ግዙእ ኣብርሃም እየ፣ እግዚኣብሄር ድማ ንጐይታይ ኣብዚሑ ባሪኽዎን ኣዕብይዎን እዩ፣ ኣባጊዕን ኣሓን ብሩርን ወርቅን ገላዉን ኣግራድን ኣግማልን ኣእዱግን እውን ሂብዎ ኣሎ። ሳራ ሰበይቲ ጐይታይ ድማ ምስ ኣረገት ንጐይታይ ወዲ ወለደትሉ። ንእኡ ኸኣ ዘለዎ ኵሉ ሂብዎ ኣሎ። ጐይታይ ድማ፣ ናብ ቤት ኣቦይን ናብ ዓሌተይን ከይድካ ደኣ ንወደይ ሰበይቲ ኣምጽኣሉ እምበር፣ ካብ ኣዋልድ እዞም ኣነ ኣብ ምድሮም ዝነብር ዘሎኹ ከነኣናውያን ንወደይ ሰበይቲ ከይተምጽኣሉ ኢሉ ኣምሓለኒ። ሽዑ ኸኣ ኣነ ንጐይታይ፣ ምናልባት እታ ሰበይቲ ምሳይ ክትመጽእ እንተ ዘይደለየትስ ኢለ ሓተትክዎ። ንሱ ድማ፣ እቲ ኣነ ኣብ ቅድሚኡ ዝመላለስ እግዚኣብሄር መልኣኹ ምሳኻ ሰዲዱ መንገድኻ ከለዓልካ እዩ እሞ፣ ንወደይ ካብ ዓሌተይን ካብ ቤት ኣቦይን ሰበይቲይ ክተምጽኣሊ ኢኻ። ናብ ዓሌተይ ምስ መጻእካ ድማ ካብቲ ማሕላይ ክትነጽህ ኢኻ፣ እንተ ዘይሃቡኻ ካብቲ ማሕላይ ንጹህ ክትከውን ኢኻ ኢሉ መለሰለይ። ሎሚ ኸኣ ናብዚ ዓይኒ ማይ መጺኤ፣ ኦ እግዚኣብሄር ኣምላኽ ጐይታይ ኣብርሃም፣ ነዛ ኣነ ዝኸዳ ዘሎኹ መንገዲ ኣቕንዓለይ። እንሆ፣ ኣነ ኣብ ጥቓ እዚ ዓይኒ ማይ ደው ኢለ ኣሎኹ፣ ማይ ክትቀድሕ እትመጽእ ኣነ ኸኣ ካብ ዕትሮኺ ኰታ ሒደት ማይ ኣስትይኒ ዝብላ፣ ንሳ ድማ ስተ፣ ነግማልካ እውን ክቐድሓለን እየ እትብለኒ ጓል፣ ንሳ እታ እግዚኣብሄር ንወዲ ጐይታይ ዝመደባ ሰበይቲ ትኹን በልኩ። ገና ኣነ ብልበይ ምጽላይ ከይወዳእኩ እንሆ ርብቃ ዕትራኣ ሓንጊጣ ወጸት፣ ናብ ዓይኒ ማይ ወሪዳ ድማ ቀደሐት፣ ኣነ ከኣ ኣስቲ ንኸቶ በልኩዋ። ቀልጢፋ ድማ ዕትራኣ ካብ መንኩባ ኣውሪዳ ስተ ነግማልካውን ከስትየን እየ በለትኒ። ኣነ ሰተኹ ነተን ነግማል ድማ ኣስተየተን። ኣነ ከኣ ኣንቲ ጓል መን ኢኺ ኢለ ሓተትክዋ፣ ንሳ ድማ ጓል በቱኤል ወዲ ናሆር፣ ሚልካ ዝወለደቶ እንድየ በለትኒ። ሽዑ ኣነ ቀሌበት ኣብ ኣፍንጭኣ፣ ኣምበር ከኣ ኣብ ኣእዳዋ ገበርኩላ፣ ፍግም ኢለ ድማ ንእግዚኣብሄር ሰገድኩሉ። ጓል ሓው ጐይታይ ንወዱ ክወስድ ቅንዕቲ መንገዲ ንዝመርሓና ኣምላኽ ጎይታይ ኣብርሃም ኣመስገንኩ ሕጂ ከኣ ንጎይታይ ሞጎስን እምነትን ትገብሩሉ እንተኮይንኩም ንገሩኒ ዘይቢ ትህቡኒ እንተኮይንኩም ድማ ናበይ ከምዘብል ክፈልጥ ንገሩኒ በሎም ሽዑ ላባን ቤቱኤልን እዚ ነገርዚ ካብ እግዚኣብሄር ዝመጸ እዩ ክፉእ ኮነ ጽቡቅ ክንዛረብ ኣይንክእልን ኢና እንሆ ርብቃ ኣብ ቅድሜካ ኣላ ሒዝካያ ኪድ ከምቲ እግዚኣብሄር ዝበሎ ድማ ሰበይቲ ወዲ ጎይታ ትኩን ኢሎም መለሱሉ እቲ ግዙእ ኣብርሃም ድማ ዘረኦም ምስ ሰምዐ ኣብ ምድሪ ተደፊኡ ንእግዚኣብሔር ሰገደ። ድሕሪ እዚ እቲ ግዙእ ስልማት ብሩርን ወርቅን ክዳውንትን ኣውጺኡ ንርብቃ ሃባ፣ ንሓዋን ነዲኣን ድማ ክቡር ህያብ ሃቦም። ንሱን ነቶም ምስኡ ዝነበሩ ሰባትን ከኣ በሊዖም ሰትዮም ኣብኡ ሓደሩ፣ ንጽባሒቱ ምስ ተንስኡ ኸኣ ናብ ጐይታይ ክንምለስ ኣፋንዋና በልዎም። ሓዋን ኣዲኣን ድማ እዛ ጓል ገለ ዓሰርተ መዓልቲ ምሳና ትቐኒ ድሕሪኡ ክትከይድ በልዎም። ንሱ ኸኣ፣ እግዚኣብሄር መንገደይ ካብ ኣቕንዓለይ፣ ኣይተዳናጉይኒ፣ ናብ ጐይታይ ክኸይድ ስደዱኒ፣ በሎም። ንሳቶም፣ ነታ ጓል ጸዊዕና ኽንሓታ፣ በልዎ። ንርብቃ ጸዊዖም ድማ፣ ምስዚ ሰብኣይዚዶ ኽትከዲ? በልዋ። ንሳ ድማ፣ እወ፣ እኸይድ፣ በለቶም። ሽዑ ርብቃ ሓብቶም፣ ንመጉዚታን ነቲ ግዙእ ኣብርሃምን ንሰቡን ክኸዱ ሓደግዎም፣ ንሳቶም ድማ ንርብቃ ሒዞም፣ ኣንቲ ሓፍትና፣ እልፊ ኣእላፋት ፍረዪ፣ ዘርእኺ ድማ ከተማታት ጸላእቶም ስዒሮም ይሓዙ እናበሉ መረቕዋ። ርብቃ ኸኣ ምስ ኣግራዳ ኣብ ኣግማል ተወጢሐን ነቲ ሰብኣይ ሰዓብኦ፣ ስለዚ እቲ ግዙእ ንርብቃ ሒዝዋ ኸደ። ይስሃቅ ኣብ ምድሪ ነጌብ ይነብር ነበረ በቲ መንገዲ ዔላ ናይቲ ዘርእየኒ ህያው ኣምላኽ ኣቢሉ ኸኣ ይመጽእ ነበረ ይስሃቅ ድማ ኣጋ ምሸት ምስ ኮነ ከስተንትን ንመሮር ወጺኡ ነበረ ኣማዕድዩ እንተ ረኣየ ኸኣ ኣግማል ክመጻ ረኣየ ርብቃ ድማ ንይስሃቅ ረኣየቶ ቀልጢፋ ካብ ገምል ወሪዳ ኸኣ ነቲ ግዙ እቲ ኣብ መሮር ክቃባበለና ዝመጽእ ዘሎ ሰብኣይ እንታዋይ እዩ ኢላ ሓተተተቶ እቲ ግዙእ ድማ ንሱ ጐይታይ እዩ በላ። ሽዑ መጐልበቢኣ ወሲዳ ተጐልበበት። እቲ ግዙእ ድማ ዝገበሮ ኵሉ ነገር ንይስሃቅ ኣዘንተወሉ። ይስሃቅ ከኣ ናብ ድንኳን ኣዲኡ ሳራ ኣእተዋ፣ ተመርዓዋ፣ ፈተዋ እውን። ይስሃቅ ድማ እንሆ ድሕሪ ሞት ኣዲኡ ተደበሰ። እግዚኣብሄር ምስ እግዚኣብሄር ተራኺብካ እንተደኣ ጉዕዞኻ ጀሚርካዮ መንገድኻ ጀሚርካዮ ሓዘን እንተነይርካ ትድበስ ሽግር እንተነይርካ ይፍታሕ እዩ ስለዚ ምስ እግዚኣብሄር ተራኺብና ናብራና ንጀምሮ መማርጽትና ንምረጽ እግዚኣብሄር ኣብ ዘዘለኹሞ ሰላም ቅሳነትን